ዝኸበርኩም ኣካል ጉዳኣት መለስ ካምፓስ ኩሉኹም፣ ዝኸበርኩም ነዚ በዓል ዘዳለኹም ኣካላት፣ ናይዚ በዓል ተዓደምቲ ኩሉኹም፣ ናይዚ ሎምዓንቲ ተመረቕቲ ኣባላት ጉጅለ፣ ባህሊ መትከል ዝኸበርኩምን ዝኸበርኩምን ቅድሚ ኩሉ ኣብ ቅድመኹም ጠጠው ኢለ ኣብዚ ናይ ሎማዓንቲ ናይ ምርቓት ስነ ስርዓትኩም ተረኺበ ሓሳበይ ክገልፅ ዕድል ብምርካበይ ዝተሰምዕኒ ታሕጓስ ክገልፅ ይፈቱ ብናይ ማን ኣብ ከምዚ ዓይነት መድረኽ ምስታፍ ክብሪ እዩ ዓብይ ክብሪ ይስመዐካ ካልኦት ብፆተይ እውን ኣብዙይ ተሳቲፎም ከምኮኑ ዝበለፀ ምኾነ ነይሩ ኣነ ንባዕለይ ኣብዚ ምስታፈይ ዓብይ ታሕጓስ እዩ ዝስምዐኒ ዝሓለፈ ናይ መኸተ ግዜ ከቢድ ናይ ፀበባ ግዜ እዩ ነይሩ መኸተና ፈቲና ዝኣተናዮ ኣይኮነን። ኣብ ናይ ህልውና ሓደጋ ስለ ዝኣተና ሕልውናና ንምርግጋፅ፣ መሰል ዓርሰ ውሳናና ንምርግጋፅ፣ ህልውና ህዝቢ ትግራይ ቀፃሊ ንምግባር ኢና መኸተ ኣካይድና። ብመኸተና እንኮርዕ እምበር ዘሕፍረና ነገር የለን እቶም መኸተና ዘናሽዉ ዘናእሱ ዘመራስሑም ክሓርፉ ዘለዉ እምበር ኣብዚ መኸተ እዚ ዝተሳተፈን ኣብዚ መኸተ እዚ ጠጠው ዝበለን ኩሉ ክቡር እዩ ብተግባርና ከዓ እናኾርዕና ኢና ንነብር ካብቲ በሊሕ መስዋእቲ ዝኸፈለ ህይወት ዝኸፈለ ኣካል ዝኸፈለ ኸዓ ናይ ኩርዓት ኩርዓት እዩ። ዝኸፈልኩሞ ኣካል ንህዝቢ ትግራይ ኢኹም ከፊልኩም ንመሰልኩም ንመሰል ዓርሰ ውሳነኹም ንህልውና ህዝቢ ትግራይ ንቐፃሊ ድሕንነት ህዝቢ ትግራይ ዝተኸፈለ ዋጋ እዩ። ዝኸፈልኩሞ መስዋእቲ ኣካል መጉዳእቲ ክባር ብጣዕሚ ክባር ወሲንና ኢና ኣቲና ኩልና ወሲኑ ዝኣተወ ኣብ ውሳኔኡ ጸኒዑ ዋጋ ዝኸፈለ ብውሳኔኡ ይኾርዕ እዩ። ይክበር እዩ ህዝብና እውን ዓበይ ክብርን ዋጋን ይዝበና ኣካላትኩም ምንተ ህሉና ትግራይን ተጋሩን ምንተ መሰል ዓርሰ ውሳነ ምንቶም ኩልታት ህዝቢ ትግራይ ዝተኸፈለ ስለዝኾነ ዝኽፈል ዋጋ እዩ ተኸፊሉ ክብሪ ከዓ ኣለና ኩሉ ዝኸፈልኩሞ መስዋእቲ መጉዳእቲ ናይ ኣካል መጉዳእቲ ናይ ስናምሮ ጉዳት ኩሉ ዓይነት ዋጋ ከፊልኩም ካብ ድኻም ክሳብ ንህይወትኩም ኣብ ሓደጋ ዘእቱ ብኣጋጣሚ ዝወፃኹሞ ዝኸፈልኩም ስለዝኾንኩም ክቡራት ኢኹም ክብሪ ይግበእኩም ካብ መንጎኹም ወፅኦም ከዓ ዝኸፈልኩሞ ዋጋ ኣብቲ መኸተ ዝኸፈልኩሞ ዋጋ ከም ዘለዎ ኮይኑ ኣብ ዝቕፅል ህይወትና እነመሓደረሉ ባዕልና እንኽእለሉ ትካል የድልየና እዩ ኢልኩም ኣብ ምንቅስቓስ ትርከቡ ብርግፅ ትግራይ እዚ ሕዚ ገጢሙና ዘሎ ኩነታት ግቡእ ትኹረት ተገይሩልኩም ዝግባእ ተገይሩ ማለት ኣይኮነን ገና ኣይተገበረን ክግበር ዘለዎ ነገር እዩ ብዙሕ ዘይተገበረ ነገር ከም ዘሎ ንፈልጥ ኢና ገሊኡ ብዓቕሚ ገሊኡ ብስንፍና ዘይተገበረ ከም ዘሎ ይፍለጥ እዩ፣ ክግበር እዩ። ካብቶም ክግበሩ ዝግብኦም ሓደ ኣብዚ ሎማዓንቲ ዝምረቕ ዘሎ ጉጅለ ባህሊ መትከል ንባዕልኹም እውን ክትጥውሩ ኣብ ባህሊ ትግራይ እውን ኣስተዋፅኦ ክትገብሩ ከምቶም ኣብ ዕጥቂ ቃልሲ ዋጋ ከፊሎም ባዕሎም እውን ፀዊሮም ባህሊ ትግራይ ኣብ ምዕባይ ኣብ ምምዕባል ዓብዪ ተራ ተፃወቲ ንስኹም እውን ናይቲ ሓድሽ ትውልዲ ኮይንኩም ኣብ ትግራይ ዝህልወኩም መስተዋፅኦ ክትቅፅሉ ዕዱል ብምርካብኩም ዝተሰምዐኒ ታሕጓስ ክገልፅ ይፈቱ። ይግበእኩም'ውን እዩ ጀሚርኩሞ ኣለኹም። ኣብዚ ዝተጀመረ ዓብይ ኣስተዋፅኦ ዝገብሩ ኣካላት ብዚ ኣጋጣሚ ከመስግን ይፈቱ። ባህልን ቱሪዝም ትግራይ ኩሉ ናይ ስልጠና ወፃእታት ሸፊኖም ኣብዚ ስልጠና ዓብይ ኣስተዋፅኦ ስለዝገበሩ ክብሪ ይግበኦም። ኣቶ ለማ ናይዚ ባህሊ መትከል ወፃእታት ሸፊኖም ወፃእታት ገይሮም ኣብዚ ዘብቅዕኹም ክብሪ ይግብኦም ንብል። ወይዘሮ ስላስ ወይዘሮ ሳራ ሳላኹም tpdf ዝገበርኩሞ ኣስተዋፅኦን ኣበርክቶን ዓብዪ ክብሪ ኣለና። ብሽም ሰራዊት ትግራይ፣ ብሽም ወታደራዊ ኩማንድ፣ ብሽም ኩሎም ጉድኣት ክነመስግንኩም ንፈቱ። ዳዕሮ ኣካዳሚ። ናይ ትራንስፖርት ወፃእታት ሸፊንኩም ዝገበርኩም መስተዋፅኦን ኣበርክቶን ዓብዪ ክብሪ ኣለና ምስገና ይግበኩም ነመስግነኩም ኩሉኹም ኣብዚ ዝተገለፅኩም ዘይተገለፅኩምን ክቡር ስራሕ ኢኹም ገይርኩም ዓብዪ ኣስተዋፅኦ ገይርኩም ክብሪ ኣለና ክብሪ ይሃብኩም ካልኦት ሰብ ሃብቲ ምሁራት፣ ዓቕሚ ዘለዎም፣ ፍልጠት ዘለዎም፣ ብኹሉ ዓይነት ቅዱስ ስራሕ እዩ እሞ ኣብዙይ ኣቲኹም ኣስተዋፅኦ ክትገብሩ ፃዊዕትና ክነቕርብ ንፈቱ። ኣብ መወዳእታ ኣብዚ ሕዚ ዘለናዮ ኩነታት ኩልና ከም ንፈልጦ ናይ ትግራይ ኩነታት እናኸበደ ክራይሲስ እናዓበየ ከይዱ ኣብ ሕማቕ ኩነታት ኢና ዘለና። ዘለናዮ ኩነታት ንኹሉ ሰብ ግልፂ እዩ። ኣብ ፈታኒ ኩነታት ኢና ዘለና። ሕዚ እንተኾነ መኸተና ኣብ ቦትኡ እዩ ዘሎ። መኸተና ኣይተወደን። ውዑል ፕሪቶርያ ዘምፅኦም ረብሓታት ለውጥታት ዋላ እንተሃለዉ ሕዚ እውን እንተኾነ ኣይተፈፀመን። ህዝብና ሕጂ ውን ኣብ ትሕቲ ጸላእ ተሎ ሓራ ኣይወጸን ሕዚ ውን እንተኾነ ግፍዕታት ይፍጸምሉ ኣለዉ ተማዛበልትና ሕዚ ውን ኣይተመለሱን ኣብ ከርፋሕ ናብራ ይነብሩ ኣለዉ ኣካላን ህይወትን ይጎድል ኣሎ ኣብ ሕማም ይስቃይን ኣሎ ግዛታዊ መሬትና ኣብ ትሕቲ ጸላእ ተሎ ብዓብዩ ናይ ውዕሊ ፕሪቶርያ ናይቲ ጎንፂ ናይቲ መኸተ መበገሲኡ ፖለቲካ እዩ። መወዳእትኡ እውን ፖለቲካ እዩ። ፖለቲካ እዩ ዝስጣዕ። ብድርድር እዩ ዝስጣዕ። ፖለቲካዊ ድርድር ገና ኣይተጀመረን። ስለዚ መኸተና ቦትኡ እዩ ዘሎ። ናይ ኩልና ድሌት ብሰላም ክውዳእ፣ ውዑል ብሪቶርያ ሙሉእ ንሙሉእ ክፍፀም ጠንኪርና ክንጋደል ኢና፣ ክንቃለስ ኢና። ዓብዪ መተኣሳሰሪና ምስ ፈደራል ስርዓት እውን ንሱ እዩ። ኣብኡ ዝኽፈል ዋጋ እውን ክንከፍል ኢና። እዙይ ንምግባር ሰራዊትና ኣብ ኩሉ ጠጠው ኢሉ እዩ ዘሎ። ኣብ ሕማቕ ናብራ ኮይኑ፣ ኣብ ዘይተመቻቸወ ኮይኑ ልክዕ ከምቲ ዝተፈናቐለ ህዝቢ ኩሎም መከራታት እናተቐበለ ይጋደል እዩ ዘሎ። ዕልባት እንከይበፀሐ ኣይንሳናበትን ኣይንወፅን ኢሉ እዩ ዝፅበ ዘሎ ኩሉ ብስርዓት ክኸይድ እዩ ዝፅበ ዘሎ ብድዳር ዝግበር እውን ብድዳራት ክወፅእ ብዘድሊ ሓይሊ እውን ናይ ትግራይ ናይ ውዕል ፕሪቶርያ ኩነታትን ናይ ትግራይ ሰላምን ፀጥታን ድሕንነትን ግምት ኣእትዩ ክፍፀም እዩ ዝፅበ ዘሎ ነዙይ ጠጠው ኢሉ ዘሎ ሕዚ ተፈጢሩ ዘሎ ፖለቲካ ኩነታት ንምፍታሕ ሰራዊትና ክንዲ ዝኽእሎ ይፅዕር እዩ ዘሎ፣ ዝኽእሎ ይገብር እዩ ዘሎ። ኣብ መከራ ኮይኑ፣ ኣብ ሽግር ኮይኑ፣ ኣብ ዘይተመቻቸወ ፖለቲካ ኮይኑ ኣብ ፖለቲካ እውን ኣስተዋፅኦ እናገበረ እዩ ዝኸይድ ዘሎ። ፀጥታ ጥራሕ ኣይኮነን ዝሰርሕ ዘሎ። ሰራዊት ትግራይ ካብ ላዕሊ ክሳዕ ታሕቲ ረብሓታት ህዝቢ ትግራይ ኣነፂሩ እዩ። ረብሓታትና ኣነጺርና ኣቐሚጥና ኢና። ሰላምን ፀጥታን ድሕንነት ትግራይ ክረጋገፅ፣ ሓድነት ህዝቢ ትግራይ ክረጋገፅ፣ ፕሪቶርያዊ ውዕል ክፍፀም ሕጊ ክኽበር ካብ ሕጊ ወፃእ ዝኾኑ ኩሎም ብሕጊ ክሕተቱ መንግስትና ክጠናኸር ሰራዊትና ክጠናኸር ኩሎም መኸተታ ሓይሊ ጠንኪሮም ኣብ ሓደ ኮይኖም ክቀልሱ ክቃለሱ ይወስኑ ዘሎ ኣብ ውሳነና ጠጠው ኢልና ኢና ንቃለስ ዘለና። ኩሉ ንገብሮ ቃልሲ ሰላማዊን ሕጋውን ቃልሲ ኢና ንገብር ዘለና። ሕጊ ይከበር እዩ። ምስ ማንም ሓይሊ ዘጋጨወና ነገር እንተልዩ ሕግን ሕግን መሰረት ገይርና ውሳነታትናን ረብሓታትናን ዝተወገስናሎም ተቓለስናሎም ዕላማታትናን መሰረት ገርና ኢና እዚኦም ዝነኸልና ኢና ንባኣስ ካብ ውሽጢ ይምፃእ ካብ ደገ ዘጋጥሙና ዘባእሳና ተኾይኖም እዚኦም ተተጣሒሶም እዚኦም ተተነኸዮም እዮም ቀያሕቲ መስመር ኢልና ኣቐሚጥና ኢና ሕገ መንግስትና ቀይሕ መስመር እዩ ኣይንካእን ኢልና ወሲንና ኢና ኣቐሚጥና ኢና ንሕጊ ዋጋ ክንከፍል ኢና ንሕጊ ንስርዓት ንሓድነት ህዝቢ ንረብሓታት ህዝቢ ትግራይ ዝኽፈል ዋጋ ክንከፍል ክሳዕ መወዳእታ ጠጠው ኢልና ኢና ኣብ ቃልስና ኣለና ሕዚ ዝወርዱ ዘለዉ ፀለመታት ሹም ምጥፋእ ንማንም ኣይጠቕሙ እቶም ሹም ምጥፋእት እውን ፅባሕ ንባዕሎም ከናስሖም እቶም በዘይኮነ ተሰሊፎም እቲ ትክክለኛ ናይ መትከል ዘሎ ዘናእሱ ዘለዉ ረብሓ ትግራይ ዘማራስሑ ዘለዉ ንባዕሎምን ኣይጠቕሞምን ንግዚኡ ክዕሰው ይኽእል እዮም ዝኾኑ ከረቡ ይኽእል እዮም ፅባሕ ግን የለን ተጋሩ ጠጠው ንብል ኣብ ናይ ትግራይ ረብሓ እዩ ዘገድሰና ትግራይን ትግራዋይነትን ህዝቢ ትግራይ ማእኸል ገይሩ ምስ መሬቱ እዩ ኣብዙይ ኢና ዋጋ ክንከፍል ተኾይና ንኸፍል። ጠጠው ኢልናሉ ዘለና እውን እዚ እዩ። ስለዚ ኩሉ ክርዳኦ ዘለዎ ነገር ንሕና ከም ተጋሩ ኣብየትም ያሉ ኣብ ደገን መውሽትን ሓቢርና ክንነብር ሓድነትና ከነጠናኽር ኣፈላለያትና ብሰላማዊ መንገዲ ክንፈትሕ ድሌትና እዩ ትምኒትና እዩ። ነዙይ ዘዕንቅፈናን ዝቃወመናን እንተሃልዩ ግን ክንቃለስ ኢና። ካብ ምቅላስና ንድሕሪት እንብሎ ነገር ኣይህሉን። ንማንም ግልፂ ክኹን ዘሎ እዚ እዩ። ከባብያውነት ንማንም ኣይረብሕን። ከም ተጋሩ ሓደ ክንኮን እዩ ዘጥዕመና። ክንሓብር ኢና ሓይሊ ንውስኽ። ክንሓብር ኢና ንኽበር ክንሓብር ኢና ዓቕሚ ዝህልወና ዝተፈላለየ ምኽንያታት እናተፈጠረ ሓድነትና ዝነኻኹ ነገራት ግን ንማንም ስለ ዘይጠቅም ኣብዚ ዝተዋፈሩ ኣካላት እውን ካብ ጌጋኡ ክእርሙ ሓደራ ክብል ይደሊ። ኩልና ኣብቲ ቃልሲ ዋጋ ክንከፍል ዘለና ኣጸኒዕና ኢና ንቃለስ። ተስፋ ኣይንቆርጽን። ካብዚ ዝኸፈኤ ዝጸበበ ነገር እውን ሓሊፍና ኢና። ኩሉ ጸልማት ኣይኮነን። ተስፋታት ኣለውና እዮም። ዘይሓልፍ ነገር ክሓልፍ እዩ። ክሓልፍ እዩ። ዋጋ ዝኸፈልኩም ኣካል ጉዳኣትና እውን ጽባሕ ክኾርዑኹም ክኸብሩ ኢኹም። ዋጋ ዝኸፈሉ ስውኣትና እውን ክኽበሩ እዮም፣ እናተዘንተዉ ክነብሩ እዮም። ኣብዚ ቃልሲ ዝተሳትፈ ሰው ከቢሩ ክነብር እዩ። ሓቂ ሒዝና ኢና ንቃለ ዘለና፣ ነሸንፍ ኢና፣ ተስፋ ኣይንቆርፅን፣ ክንዕወት ኢና ከዓ ኩሉ ሓላፊ እቲ መኸተ ክውዳእ ኢሉ ዝሓሰበ ሰብ ኣይነበረ። ብዙሓት ተስፋ ቆሪፆም ጠሊሞምና እዮም። ብዙሓት ተስፋ ቆሪፆም መንፃርና ጠጠው ኢሎም እዮም። ብዙሓት ተንጠብጢቦም እዮም። ጸኑዕ ዝተቓለሰ ግን ዘይተገመተ ካብ ወፍሪ ስዱን ክሳዕ ወፍሪ ኣሉላ ብዝገበርናዮ ከቢድ ናይ መጥቃ- ጸረ መጥቃዕቲ ካብ ደባይ ተሻገርና ናብ መደበኛ ውግኣት ኢና ተዓወቲ መዝግብና ህዝቢ ትግራይ ናብ ሓደ ኣኪብና ኢና። ሕዚ እውን ክከብ ህዝቢ ትግራይ ተበቲኑ ዓሊ ቐርኒ ዝሓፍሩ

ቃልዚ ተጠቒምና ሰላማውን ዲሞክራስያውን ሕጋውን ቃልሲ ጌርና ክንዕወት ኢና። ዓወትና ምንም ኣየጠራጥርን። ኣብ መወዳእታ ንኹልኹም ነዚ በዓል ክደምቕ ዝገበርኩም ዘዳለኹም ኣመስግነ ንዝተኸታተልኩምኒ ክብሪ ይሃበለይ የመስግን። ዘላለማዊ ክብሪ ንስዋኣትና! ትግራይ ትስዕር!